ሰላም ሰላም ሰላም ክቡራት ተኸታተልተይ ደጊመ ተመሊሰክን ኣለኹ ሎማዓንቲ ኸዓ ናይ ጾም ሃምበርገር ብሓንሳእ ኮይና እንዳተሓጋገዝና ክንሰርሕ ኢና ቅድሚ ምጅማርና ግን ያላ ሳስክራይብ ግበራ ሳስክራይብ ግበራ ሃየ ጽበየክን ኣለኹ እምበኣርከስ መጀመርታ ዓተር ኣምፂና ሓፂብና ብግቡእ ከምዚኣ ጌርና ከነብስላ ኢና ኣዝያ ጥዕምቲ ብዙሕ ፍሉይነት ዘይብላ ስጋ ዘይብሉ ገለ ኢልካስ ብዙሕ ዲፈረንት የብሉን ሰሪሕኽን ፈትና እተን ትፈልጣ ትፈልጣ ኢኽን እተን ዘይትፈልጣ ኸ ፕሊስ ሰሪሕኽን ፈትና ብጣዕሚ ጥዕምቲ እያ በቃ ጥዕምቲ ሕጂ እቲኤን ዓተር ክበስላለየን ኣብዚኤን ከዓ ስቤዛ ቀሪበ ኣለኹ እዚኤን በርሰሜሎ ሽጉርቲ ፃዕዳ ሳላጣ ከዓ ኣብዚ ኣለዋ ሽጉርቲ ኮሚደረ ገለ ማለት እዩ ሬዲ ጌረየን ኣለኹ ሓፃፂበ ንስኻትክን ከኣ ምሳይ ብሓንሳእ ንስራሕ። ኣዝያ ጥዕምቲ እያ ብጣዕሚ ጥዕምቲ ከምዚ ንስራሕ ከምዚ ንትምህርቲ ገለ እንታይ ክሰርሐ ገለ ኢልናስ ወላ ሓንቲ ኣይንሽገርን ኢና ዝዓተረይ በሲላትለይ ኣላ ሕጂ ብሓንሳእ ኮይንና ክንጥሕነን ኢና ማለት እዩ ሓዋዊስና ምስታ ሽጉርቲ ፃዕዳ ኤንድ በርሰሜሎ ዓተር ከዓ ፅቡቅ እዩ ንጥዕናና ጥረምረ ብጣዕሚ ፅቡቅ እዩ ኣብዚ ዓዲ ከዓ መዓት እዩ ደሎ በቃ ጥረታት ዓተር ገለመለ ዓደስ ገለስ መዓት እዩ ደሎ ኣብዚ ከድናዮ ሾፒናት ኣሎ ሶ ከምዚኣ ጌርና ጥዕና ዘለዋ መግቢ ንበልዕ ማለት እዩ ቅያር ኾነና ከዓ

ሕጂ ከምዚኣ ጌርና ኣድክም ኣቢልና ክንጥሕኖ ኢና ኣዝዩ ጥዑም ቀሊል ግዜ ዘይወስድ ከምዚ በቃ ነዚኣ እቲኣ እንዳበሰለስ እቲኣ ካልእ ስራሕኻ ተማልእ ኩላህና ከዓ ክንሰርሖ ንኽእል ኣወዳትና ኣዋልድና ኣብ ሓፂር ግዜ ንክልተ መዓልቲ እውን ክኾነና ይኽእል ከምዚኣ ጌርና ኣዳሊና እውን ኣብ ፍርጅ ክነቐምጦ ንኽእል ኢና ምስ ጠበስናዮ ድሓን ከርእየኩም እየ ክጠብሶ ከለኹ ኩሉ ሰብ ክሰርሖ ዝኽእል ማለት እዩ ከምዚ ሓደ ሓደ ግዜ ከዓ እዋ ፆም ምስ ስራሕ ኣይጥዕምን እዩ ገለ ምስ ትምህርቲ ገለ ምስ ንብል ኢና ግን ብዙሕ ብዙሕ ዓይነት ኣሎ ናይ ፆም መህለዚ ከማንሲ ወላ ሓንቲ ካብ ስጋ ከማን ደፍሊ የብሉን ሓደ ሓደ ግዜ ስዋ ኢዝ እንዳበላዕኩስ እንታይ ፀሚየ ገለ ከማን ትብል ኢኻ ግን ንቆልዑ ገለ መለ ንስራሕ ድወፍሩ ሰባት ካብ የብለይ እንድብላዕ ኢልካ ክስታይ ትኸውን እንዳደለኻ ክትፀውም ከምዚኣ ጌርካ ትበልዕ ሕጂ ቀማማት ክገብረሉ እየ እዚ ፓፕሪካ ፓፕሪካ እዩ በርበረ ጸሊም ክገብረሉ እየ እዚኣ በርበረ ጸሊምን ሽጉርቲ ጻዕዳን ማለት እዩ ዝሕውስዋስ ጨው ብዓቐነይ ን በርበረ ጸሊም ከዓ ገብረሉ እየ ደለና ቀማማት ኣብ ገዛ ንገብረሉ ኣነ ዝደለኒ ገይረሉ ናተይ ኣስቤዛ ብዝሕ ዝበለ ስለ ዝኾነ እቲ ጨው ገለ ኣብዝሕ ኣቢለሉ ምኽንያቱ ናይ ፋሚሊ እየ ዝሰርሕ ዘለኹ እንደገና ንክልተ መዓልቲ ክኾነኒ እየ ከዓ ዝሰርሖ ዘለኹ ሓደ ኣፍ ብሓንሳእ እንድሕር ናትና ውሕድ ኮይኑ ግን ብኡ መንፅር ከዓ ቅንስ ነብለሉ ማለት ከከም ዓቐንና ሕጂ ሓርጭ ገይረሉ ሓርጭ እዚ ጸሊም ስርናይ ካፊኖ እዚ ስርናይ ተረኺብና ከምኡ ተመራጺ ኣነ ከም ገይረሉ እዚ ንምንታይ ገይረሉ ነቲ ከኽብቦ ከለኹ እስር የብለለይ ከም ዝርግፍ ርግፍሰ ኣይብልኒ ተዓተር ስለምንታይ እየ ከምኡ ገይረሉ ማለት እዩ ሕጂ ቅድም ማይ ምንጣበይ ሕውስውስ ከብዳ ከምዚ ገይረ ኣዝዩ ቀሊል እዩ በቃ ብጣዕሚ ቀሊል እዩ ሕጂ ንእሽተይ ማይ ኣንጢበሉ ኣዝዩ ቀሊል መቸም ተን ትፈልጥኣ ትፈልጣ እንዲኽን ኣዝያ ጥዕምቲ እያ በቃ ትበልዓ ከለኻሲ ኣነ ሓደ ግዜ ሓንቲ ሓፍትስ ኣነስ ኣይበልዕን እየ እዚ ናይ ጾም ኢልካ ሃምበርገር ከታይ ማለት እዩ ኣሎ ዲኸ ገለ መለ ከመይ ኢልካ ተኣምኖ ገለ ክትብል ሰሚዐያ ግን ከምዚ ጌርካ እዩ ዝስራሕ ብጣዕሚ ብዙሕ ፍሉይነት የብሉን ወላ ሓንቲ ፍሉይነትሲ የብሉን በቃ ዝሓለፈ ጾም ኣርባዓስ እንታይ ኢላትኒ እዚኣ ጓለይ ማማ እዚ ጾምሲ ከይተረድኣና ሓሊፉ ገለ ኢላትኒ ሓቃ ጾም ኣርባዓስ ከምዚ እናሰራሕኩ ፒሳ ናይ ጾም ገለ እንዳሰራሕኩስ ብዙሕ ኣይተረድኣን ሕጂ ከምዚ ጌርና ብፍላይ ነቶም ክጾሙ ዝደልዩ ደቅና ገለ መለ ካብ ኣብቲ ትምህርቲ ከይዶም ካልእ ናይ ጾም ገለ ናይ ብልዑት ገለ ዝርእዩ ከምዚ ጌርና ዋላ ሓንቲ ፍሉይነት ዘይብሉ ጌርና ነተባብዖም ማለት እዩ ከምዚ ሞራል ገይሮም ከዓ ንሶም ሰንኮት ተበገሱስ ንሕና ከዓ ከምዚ ገይርና ንድግፎም በታ ዓቕምና ደላትና ማለት እዩ ሕጂ ከምዚ ገይርና ኣኽብብ ኣቢልና ክንጠብሳ ኢና ዘይቲ ቁሩብ እየ ገይረሉ ከምዚ ፀለል ድብል ኣይገበርክዎን ምክንያቱ ፀለል ድብል እንድሕር ገይረዮ ፈርከሽከሽ ኢሉ ከይብትን ከይብል ኢለ ቁሩብ እየ ገይረሉ ድሓር ከዓ ዘይቲ ተበዝሓ ውን ትርጉም የብሉን ትርፉ ሕማም ከምዚኣ ጌርና እንዳጋለበጥና ክንጠብሶ ኢና ራዮ ስጋ እዩ ድመስል በቃ ከም ዘይረኣየ ሰብ ክስራሕሲ በቃ ስጋ እዩ ድመስሎ ዋላ እቲ ክትበልዖ ከለኻ እቲ ናቱ ሰንስ ካብ ስጋ ዋላ ሓንቲ መፍለይ የብሉን በቃ ብሃምበርገር ጌርካ ክትበልዖ ከለኻ ኢለክን እየ በቃ ተጥዒምክናስ ክርድኣክን እዩ ተኣነ ዝብሎ ዘለኹ እተን ትፈልጦ ከዓ ትፈልጦ ኢኽን ሕጂ ወዲኤ ጠባቢሰ ኣለኹ እቲ ባን ከዓ ቁሩብ ፅልው ፅልው ከብሎ እየ ድሕሪ እቲ ባን ምፅላው ከዓኒ እተን ሽጉርቲ ከምዚኣ ጌርና ከቢብ ጌርና መቲርና ቁሩብ ጥብስ ጥብስ ከነብለን ኢና ክቡራት ኣሕዋተይ ኣነ ኩሉ ግዜ ዝብለክን ኣነ ካባክን ፈሊጠ ገለ ኣይኮንኩን፣ ግን ሓሳባት ንቀያየር ማለት እዩ። ኣነ ከምዚ መዘኻኸሪ ምሽ ኣሎ ኣነ ዘኪርያ ምሽ እዚ ይሰርሓ ኣለኹ ከምዚ ርኢኻ ከ እሞ ተተባቢዕኻ ወይ ትዝክሮ ገለ ምሽ ትሰርሕ ኢኻ። ምክንያቱ ሓደ ሓደ ግዜ ብስራሕ ቢዚ ዝኸውን ሰብ ኣሎ ብትምህርቲ ብገለ ሶ ከምዚኣ እንድሕር ኣቢልካ ዝክር ኣቢልካዮ ትሰርሕ ማለት እዩ ስለዚ ንምዝኽኻር ኢለ ዝነግረክ እንደለኹ ዝኾነ ጎደሎ ይኹን ክገብሮ ዝግባኣኒ ወይ ሞራል ከን ምትባዕ ክንካ ኣብ ኮመንት ትጽሓፋለይ እንዘን ሳብስክራይብ ጌርክንካ ኣተባባዓኒ ደጊመ ምእንቲ ክምለስ ማለት እዩ ንዓይ ኣብ ሓገዝን ሞራልን እዩ ንዓኽንካ ኣይውዳኣልክን ይጥወቕ መባልያ ሕጂ ከምዚ ኣይ ጌርና ለይሚን ዘይቲ ገለ ጨው ጌርና ነዛ ሳላጣ ኣብታ ባኒ ዝጠበስክዋ ክንረብርባ ኢና። ኣዝያ ጥዕምቲ እያ ክብራት ኣሕዋተይ። ከምዚኣ ጌርክን ሰሪሕክን ፈትንኣ። ቀላል እያ፣ ግዜ ትወስድን እያ። ኩሉ ሰብ ክበልዓ ዝኽእል ዝጸመን ዘይጸመን ማለት እዩ። እዚኣ ኦሊቫ ኦይል ተርእየክን ኢለ እስኻትክን ከኣ ብደለክን ስለዚ ከምዚኣ ጌርና ሰሪሕና ነብስናን ደቅናን ንብላዕ እተን ሽጉርቲ ሕጂ ከምዚኣ ገይረ ይጠብሰን ኣለኹ ኣነ ዋላ ሽጉርቲ ከይተጠበሰ ክንገብሮ ንኽእል ኢና ግን ኣነ ብዙሕ ኣይፈቱን እዩ ከምዚ ቁርብ ጥብስ ጥብስ ዝበለ ደስ ይብለኒ ከምዚ ብኣፈይ ክበልዐስ ከይተጠበሰ ብዙሕ ኣይፈቱን እዩ ትፈትዉ ትኾንኩም ንስኻትኩም ከዓ ድልያይትኩም ማለት እዩ ፀገም ደለዎ ኣይኮነን እጅተን ሽጉርቲ እታ ባን ቅድም ከችኣብ ክገብረልና ናይ ፆም ስለ ዝኾነ ማይኖስ ኣይንገብረሉን ኢና ከችኣብ ጌርና እታ ሽጉርቲ ንፂፍና ኩለን ካብ እንዳንፀፍና እንዳረረብና ክንገብረን ኢና ንቐደም በሉ ንቐደም በሉ ምሳይ ተመገቡ ኣለኩም ፕሊስ ግን ሳብስክራይብ ከይትርስዑ ፕሊስ ፕሊስ ፕሊስ ሳብስክራይብ ግበሩለይ ላይክ ግበሩለይ ተፈቲኹሞ ኤንድ ሸር ግበርዎ ተፈቲኹሞ ማለት እዩ ኣብ ቀጻሊ ምእንቲ ብዝሓሸን ብዝበለጸን ሒዘ ክመጽእ ተሓጋጊዝና ክንዓቢ ሓደራኹም ሳብስክራይብ ከይገበርኩም ኣይትኺዱ። ዝኾነ ጎደለታት ገለ ተልዩ ከዓኒ ጸሓፉለይ ዝኾነ በቃ ሓሳብኩም ክቕበል ድልውቲ እየ። ራያ እዚኣስ እንታይ መፍለይታ ኣላታ ካብቲ ስጋ ዋላ ሓንቲ በቃ ዋላ ሕብሩ ዲኽን ክትብላ ዋላ ኩሉ ነገሩ በቃ ጨንኡ ገለ መልእስ ወላ ሓንቲ መፍለይ የብሉን ክጥዕም ከማን እዩ ሞር ከማን እዚ ከማን እጥዕም ካብ ስጋ ይደነው እንዳ ኣንስ ማራፈት እዩ ከም ዝበልኩኽን ስለ ዘረባኻ ኣይኮንኩም ፈትኖ ምስ ፈተንኩን ኣስክርዳእክን እቲ ክብሎ ደልዮ ደለኹ ማለት እዩ ፈቲንኩም ኩላህኩም ኣወዳትኩም ኣዋልድኩም ፈትንዎ ብጣዕሚ እዩ ጥዑም ኩሉ ሰብ ከዓ ክሰርሖ ይኽእል እዩ መድሓንቲ እዚስ ከቢድ ነገር ኣይኮነን ከምዚ ኣመሲላ ኣላ መጨረሽታ ሃምበርገረይ ኩሉ ኣየርኣኹኽንን ወላ ሓንቲ እቲ ቪድዮ እቲ ቀንዲ ሓሳብ ይደድሊ ኢለ ከምዚኣ ትመስል ረኣይ ኣዝያ ጥዕምትን ደስ ተብር ዋላ ክትሪኣ እዚኣ ትመስል ናይ ሎማዓንቲ መደበይ ኣብ ቀጻሊ ብኻልእ ቪድዮ ክምለሰክን እየ ክሳዕ ሽዑ ኣምላኽ ኣብ ዘለናዮ ዕድመን ጥዕናን ሃበና ዝበለጸን ዝሓሸን ቪድዮ ክመልስ ከዓ ሒዘ ክምለስ ከዓ ተስፋ ይገብር ኣምላኽ ምስ ኩላትና ይኹን ብዙሕ ብዙሕ ሓሳባት ኣለኒ እግዚኣብሄር ኣምላኽ ሓሳብና የስምረልና እንታይ እዩ ሰብ ይሓስብ እግዚኣብሄር ይፍጽም እዩሞኒ